ኣይሰርሕን እዩ ብኣኺ ዝሰርሖ ዓብ ዝኾነ ስራሕ እዩ ብኣኻ ዝሰርሖ እንታይ እዩ ዓብይ ዝኾነ ስራሕ እዩ ስለዚ ናይ መንነት ሕቶ ተደኣ ተመሊሱ ኣብ ምድሪ ናይ ምንባርካ ጉዳይ እስከ ኣሜን በሉ ጀሚሩ ክሳዕ ዝውድእ ዝተወደአ እዩ ናትካ ስራሕ የሱስ ምምስካር እዩ ንዑ ዕረፉ ዝፈረደልኩም ኣሎ ዝወዳኣልኩም ነገር ኣሎ እንታይ እቲ ሚስጢር ተደኣልኩምኒ ነብሲ ኣብ የሱስ ክሳዕ ዘይኣተወት ኣብቲ ዝተገብረላ ክሳዕ ዘይኣተወት ናቲን ወላ ሓደ ነገር ክትገብር ኣይትኽእልን እያ። ዝተገብረላ እንተ ኣትያ ኸ ኣለኹም ብሩኻት ዘጨንቃ የለ ዝሕዛ የለ ዝጉንፃ የለ ዝኽልክላ የለ ኦረዲ ሓደ ነገር ክነግረኩም ሓደ ነገር ክነግረኩም የእንትኹም ካብ ዝኾነ ነገር ኣልዕሎ ኣልዕልዎ ኩሉ ግዜ እቲ ብየሱስ ክርስቶስ ዝተገብረ ኣምላኽ ዝገበሮ ንዕኡ ጠምቱ ሽዑ ግልጸት ኣምላኽ ኮንኩም ጥራሕኩም ክትወጹ ኣን ኤክስፔክትድ ዝኾነ በረኸት ኣባኻ ክፍጸም እዩ እንታይ እቲ ሚስጥር ተላዓልኩም ኣምላኽ ኣቻ ኣሜን በሎ ንደቁ እስከ በሎ በጃም ኣብ ዝተወደአ ዓብኡ ይዘምብሮም መን ኣሎ ንወዱ ንጓሉ ኬድካ ገንዘብ ኣምጺኻ ቁረስ ዝብሎ ኣሎ ድዩ? ከምኡ ትብሎም ደቅኽን? ኣብ ዝተወደኣ እዮም ዝነብሩ ንሳቶም ኣበይ እዮም ዝነብሩ? በቃ ተለቂሕካ ዲኻ ኣምጺኻሎም ገዚእኻ ዲኻ ኣምጺኻሎም ዋጋ ከፊልካ ዲኻ ኣምጺኻሎም ዝፈልጥዎ ነገር የብሎምን። መግቢ ተቐሪቡሎ እንታይ ይገብሩ? ናብራ ህይወት ብምሉእ ከምኡ እዩ ዝተወደኣ እዩ። ዕረፍ ንጥቓኻ ዘሎ ዕረፍ በሎ እስከ ድገሙ ኣምላኽ መንፈስ እዩ በሎ ኧረ ኣምላኽ መንፈስ እዩ በሎ ኣብቲ መንፈስ ኣምላኽ ዘለዎ በሎ ኣብኡ ከዓ ሓርነት ኣሎ በሎ ኣብኡ ከዓ ሰላም ኣሎ በሎ ድሕሪ ሕጂ በሎ ህይወተይ በሎ ኣብ ሰላም ኣምላኽ እያ ትነብር በሎ ኣብ ኣምላኽ በሉ ዓሪፈ እያ እስከ በሉኒ ዓሪፈ እያ እስከ በሉኒ እስከ ኣሜን በሉ ስለዚ ኣብዚ ምድሪ የለኻን ኣብ ዝፋን ኣምላኽ ግን ምስ መን ኣለኻ ምስ የሱስ ምስ የሱስ ኣለኹ በለኒ ኣታ ኣሜን በሉ ኣበይ ኣለኻ ኣብ ዝፋን ኣብ ዝፋን ኣምላኽ በሉኒ ድገሙ ኣብ ዝፋን ኣምላኽ በሉኒ ኣብ ዝፋን ኣምላኽ በሉኒ ኣበይ ኣለኻ ክብሪ ንኣምላኽ ይኹን ኣምላኽ እንታይ ይብላ ኣለኹ መንፈስ እዩ። ስለዚ ብዛዕባ የሱስ ክንርኢ ኢና ሎምዓንቲ። ካብ የሱስ ሕልፍ ኢልና ከኣ ናባይን ናባኻትኩምን ክንመጽእ ኢና። ኣምላኽ ግን እንታይ ይብል ኣለኹ? መንፈስ እዩ። ድገሙ፣ ኣቋጽርዎ፣ ኣምላኽ መንፈስ እዩ። ኣርባዕተ ነጥቢ። ኣምላኽ እንታይ እዩ? መንፈስ እዩ። ቃሉ ከኣ መንፈስ ኣለዎ ስለዚ ኣብ ዮሃንስ ቀዳይ ምዕራፍ ክዛረብ ከሎ ቃል ብመጀመርያ ነበረ ይብለና እቲ ቃል ድማ ኣብ ኣምላኽ ነበረ እቲ ቃል ከዓ ኣምላኽ ነበረ ሕጂ ሕዙኒ ካብ ኣምላኽ ዝወፅእ ዘበለ ኩሉ ኣምላኽ እዩ ካልእ መንነት የብሉን ቃሉ ካብኡ ስለ ዝወጸ እቲ ቃል ከኣ ኣምላኽ ነበረ ይብለና ኣለኹም ብሩኻት እቲ ቃል እቲ ኣምላኽ ዝነበረ ቃል እሱ ሰማይ ፈጢሩ ኣለኹም ዶ ብሩኻት እሱ ምድሪ ፈጢሩ እሱ እንስሳታት ፈጢሩ ኩሉ ዓይነት ፍጥረት ፈጢሩ ኣየናይ እቲ ቃል እቲ ቃል ግን እንታይ ዝብለና ዘሎ ቃል ማለት ኣምላኽ ማለት ኣይኮነን ሕዙኒ ቃል ማለት የሱስ ማለት እዩ ቃል ማለት እንታይ ማለት እዩ የሱስ ማለት እዩ ኣምላኽ ግን ድፍን መንፈስ እዩ እስከ መንፈስ ይበሉኒ ኣምላኽ እንታይ እዩ መንፈስ እዩ ቃል ካብኡ እንታይ ይገብር ይወፅእ እቲ ቃል ከዓኒ ኣምላኽ ነበረ ኢልና ኣቤት እቲ ቃል ዘውጾ ዘበለ ነገር ኩሉ ኸኣ ኣብዚ ምድሪ ህያው ነብሲ ኮይኑ ተመላሊሱ እቲ ቃል ዝፈጠሮ ዘበለ ኩሉ ክርስትና እንዳዓሞቕካ እዩ ዝኽየድ ኣምላኽ መንፈስ እዩ በለኒ ኣምላኽ እንታይ እዩ ኣብቲ መንፈስ ኣምላኽ ዘለዎ ኸኣ ሓርነት ኣሎ ስለዚ ናይ እግዚኣብሔር መንፈስ ኣብ ዘለዎ ኣብኡ እንታይ ኣሎ ሓርነት ኣሎ እዚ መንፈስ እዚ ግን እዚ መንፈስ እዚ ግን ንፋስ ኣይኮነን ንፋስ ኣይኮነን ሓንቲ ሓፃር ዝኾነት መንገዲ ክርእየኩም እየ በጀካ ብቓል በጀካ ብቓል በጀካ ብቓል ብኻልእ ዘይፅወር መንፈስ እዩ ብመን ጥራይ ይፅወር ብቓል ጥራይ ይፅወር ብቃል ይጽወር ክንብል ከሎና መንፈስ ኣምላኽ ብየሱስ ክርስቶስ እንታይ ገይሩ ተገሊጹ የሱስ ጼርዎ ቃል ጼርዎ ቃል ጼርዎ ነገራት ፈጢሩ ቃል ጼርዎ ኣብዚ ምድሪ መጺኡ ስለዚ ክገልጾ ከሎ መንነት ናይ የሱስ ክርስቶስ ክገልጾ ከሎ እሱ ቃል ነይሩ ይብሎ ኣሎ ኣታ ኣሜን በሉ። ኣብ ዕብራውያን ክዛረብ ከሎ ከዓ ብኡ ገይሩ ዓለም ዝፈጠረ ወዱ ኢልዎ ወራሲ ኩሉ ከዓ ዝገበሮ መን እዩ ወራሲ መን እዩ ከዓ እቲ ፈጣሪ እንተ ኢልና ከልቲኡ ቃል እዩ እቲ ዝወርስ ዘሎ እቲ ቃል እዩ ምስ ተወልደ ማለት እዩ እንታይ ምስ ኮነ ምስ ተወልደ ዝፈጥር ዘሎ ቃል እዩ ተወሊዱ ናብ ምድሪ ኮነ ተወሊዱ ኣቤት ኩሉ ብቃል እዩ ተፈጢሩ ብምንታይ ተፈጢሩ ብቃል እንተ ደኣ ተፈጢሩ እንተ ደኣ ንሰማያት ዘርጊሕዎ ንምድሪ ካሲስዋ ዓንዲ ከዓ እንተ ዘይብሉ ኣብኡ መን ኣሎ ማለት እዩ ቃል ምድሪ ኣለኹም ደብሮኻት ካብ ቃል ወፃኢ ክትነብር ኣይትኽእልን እያ ስለዚ እዩ ንሓጢኣተኛታትን ንፃድቃን ንሱ እንታይ ይገብር ዝናብ ፀሓይ ከዓ የብርቐሎም ስቲል እዛ ትነብረላ ዘለኻ ምድሪ ሲ ብዘይ ናይ የሱስ ክርስቶስ ፍቓድ ክትነብር ኣይትኽእልን እያ ስለዚ እዩ ሓንቲ መዓልቲ መፅኡ ሓድሽ ሰማይን ሓድሽ ምድርን ክገብር እዩ ነዚ ከዓ እንታ ክገብሮ እዩ ቀንጢጡ ክደርብ እዩ እንታይ እዩ ሎም መዓንቲ ክብለና ደልዩ ተላኣልኩምን እዩ መንፈስ ኣምላኽ በጀካ ብቃል ኣምላኽ ብካልእ ኣይፅወርን እዩ ምስ ኣለኹም ሰብ ጎይታ ከቐብለካ ከሎ ቃል ኣምላክ ክዛረብ ከሎ በቲ ቃል እንታይ ተፀይሩ መፅኡ መንፈስ ናበይ ኣቱ ናባኻ ኣትዩ ኣይኣተወን ተወሊድካን የተወለድካን እምበኣር የሱስ ምፍጣር ኣየቋርፅን እዩ ሓድሽ ሰብ ይፈጥር ኣበይ ኣበይ ኣብ ዝኾነ ኣብ ዝረኸቦ ኣብ ዝተቐበሎ እንታይ ይፈጥር ሓድሽ ሰብ ስለዚ ቃል እንተ ደኣ ዘየለ ኮይኑ ኣምላኽ ኣይግለጽን እዩ። ስለዚ እምበኣር፣ ስለዚ እምበኣር፣ እቲ ቃል እንታይ ነይሩ ኢልዎ? ኣምላኽ ነይሩ። ኣበይ ከሎ እዩ ኣምላኽ ነይሩ? ኣበይ ከሎ እዩ ኣምላኽ ነይሩ? ኣብ ኣምላኽ ፈጣሪ እዩ ነይሩ። ቅርጺ ይነበሮን ክልተ ሰብ ኣይነበሩን ወይ ክልተ ኣማልኽቲ ይነበሩን ሓደ እዩ። ክፈጥር ከሎ መንፈስ ኣምላኽ ኣብ ልዕሊ ማያት እንታይ ይገብር ነይሩ? ይዝንቢ ነይሩ። ከመይ ገይሩ እዩ ዝዝንቢ ዘሎ ተልኣልኩምኒ ኦረዲ ቃል ክወፅ ከሎ እቲ መንፈስ እንታይ ይገብር ሆቨር ይገብር ሎሚ ሆቨር ዝገብር ስፕሪት ካባኻ ክወፅ እዩ ካባኻ እንታይ ክገብር እዩ ሆቨር ጥራይ ኣይኮነን ዝገብር ኣለኹም ብሩኻት ኣብ ዘየለኻሉ ክትገዝእ ኢኻ ነብስኻ ኣብ ዘይብሉ ማለት እየ ነብስኻ ኣብ ዘይብሉ ሲ መንፈስካ እንታይ ክገብር እዩ ክገዝእ እዩ ሕጂ ግን ከይትቕልጥፈኒ ኢየሱስ ይብል ኣለኹ ኣብ የሱስ ክውድእ'የ። እዚ ኣብ መንጎ የሱስን ኣብ መንጎ ኣምላኽን ዘሎ ፍልልይ ርኢኹሞ ኣለኹም? የሱስ እቲ እተወልደ ኣይኮንኩን ዝብል ዘለኹ። እቲ ኣብ ዮሃንስ ቀዳማይ ምዕራፍ ቃል ነበረ እዩ ዝብሎ ዘሎ። ነበረ ተራኢልዎ እዚ ሕጂ ዘለዎ ኣይኮነን። እዚ ሕጂ ዘለዎ ኣይኮነን። እዚ መጺኡ ዘሎሲ እቲ መጺእዎ ዘሎ መልክዕ ብዛዕባኡ ክትፈልጡ እንተ ደኣ ደሊኹም ኣምላኽ እዩ ነይሩ። ኣምላኽ እዩ ነይሩ። ፈትዩ ኣምላኽ ክልእኾ ከሎ ናብዚ ምድሪ ግን ሰብነት ኣዳልዩሉሲ ከም ሰብ እንታይ ኮይኑ ተመላሊሱ። እንታይ ኮይኑ ዕላምኡ ኣብቲ ዕላማ ክንዛረብ ኢና። እንታይ ኮይኑ ኣምላኽ ክንሱስ ከም ሰብ ተመላሊሱ ተላኢልኩም ኣምላኽ ኣብ ምድሪ ሰብ ክርኢ ኣይደለየን። ንምንታይ ተደኣልኩምኒ ሰብ ብምፍጣሩ ዝተጣዕሰሉ ኣምላኽ ኣብ ሰብ ኣብ ሰብ ዝተፈላለየ መናፍስቲ ስለ ዝኣቱ ውዱቓት መናፍስቲ ስለ ዝኣቱ ኣጋንንቲ ስለ ዝኣቱ ኢቪል ኣይድያ ስለ ዝኣቱ ጸልማ ስለ ዝኣቱ ኣምላኽ ንነብሱ በጀካ ብወዱ ብኻልእ ዘይፅወር ለሰይ ብኣኻ ገይሩ መንፈስ ኣትዩ ንብል ኣለና ሕዝኒ ብኣኻ ገይሩ መንፈስ እንታይ ኮይኑ ሰብ ከዓ ወሊዱ ወሊዱ ደይወለደን እቲ ዝገርመኩም ነገር ግን ሎማዓንቲ ጎይታ ከቀብለካ እየ ኢልካ ብሽምካ ተተቀብሎ ነይርካ መንፈስ ምኣተወ ዶ ኣይኣተወን እዩ ዋላ ብሽም ኣምላኽ ኢልካዮ መንፈስ ክኣትዎ ኣይክእልን እዩ ብሽም የሱስ ጥራይ እዩ ሰብታይ ዝኸውን ዳግም ዝውለድ ብሽመን ስለዚ እቲ ቃል እንታይ ይፀውር ነይሩ ተላኣልኩምኒ መንፈስ ምሳይ ኣለኹም ምሳይ ኣለኹም ቃል ኣምላኽ እንታይ ይፀውር ቃል ኣምላኽ እንታይ ይፀውር የሱስ እምበኣር እንታይ ይፀውር ስለዚ መንፈስ ኣምላኽ ስለ ዝፀውር እዩ ኣምላኽ ነበረ ኢልዎ ኣምላኽ ነበረ በቲ ቃል በቲ ናይ እግዚኣብሔር መንፈስ ገይሩ ሲ ኩሉ እንታይ ገይሩ ስለዚ ቃል ኣምላኽ ማለት ናይ እግዚኣብሔር ዘረባ ማለት እዩ ኣቤት ይስማዕኹን ቃል ኣምላኽ እንታይ ማለት እዩ ስለዚ ወዱ ማለት ዘረቡ እዮም ናይ ሰብ መንነት ቃላት እዮም ናይ ሰብ መንነት ሓሳቡ እዮም ናይ ኣምላኽ መንነት ከዓኒ ቃሉ ሓሳቡ እዩ ስለዚ የሱስ ኣምላኽ ዝበሃል ዘሎ ቃል እዩ ካበይ ዝወፅ ዘሎ ካብ ኣምላኽ ዝወፀ ካልእ መልክዕ ከተትሕዞ ኣይትኽእልን ኢኻ ስለዚ እዚ ወዲ ኣምላኽ እዚ እዚ ወዲ ኣምላኽ እዚ ከበሎ ንኣምላኽ ሲ ኣብ ሰብ ኣምፅዎ ብመን መፅኡ ብሽሙ ክመፅእ ከሎ ግን ንምንታይ እዩ እቲ ኩሉ መስዋእቲ ተኸፊሉ ኣምላኽ ድልዮቱ ክገብር ይኽእል ኖ ኖ ኣምላኽ ድልየቱ እኳ ዝገብር እንተኾነ ንድልየቱ ኣብ ቃሉ እንታይ ገይርዎ እዩ ኣቐሚጥዎ እዩ ካብ ቃሉ ወፃኢ እሱ እንታይ ይገብር እዩ ኣይሰርሕን እዩ ቃሉ ማለት እሱ ማለት እዩ ገዛእ ርእሱ ፕሮቴክት እንዳገበረ ዝኸይድ ኣምላኽ እዩ ካብ ቃሉ ፍጹም ክወፅእ ኣይክእልን እዩ ሎማ ኣንቲ እዚ ናይ ኣምላኽ ነገር ጥራይ ተዛሪብና ስቃይ ንብል ኢና ብድሕሪ ናብ ካልእ ክንከይድ ኢና እስከ የሱስ ጎይታ ይበሉ ኧረ ኣሜን በሉ ኧረ ኣሜን በሉ ሰይ ስለዚ መንፈስ ኣምላኽ የሱስ ክመላለስ ከሎ መንፈስ እዩ ነይሩ ኣለኹም ብሩኻት ክመላለስ ከሎ እንታይ ነይሩ እግዚኣብሔር ይባረኽ የሱስ መንፈስ እዩ ከሎ የሱስ እንታይ እዩ ካብቲ ቃል ስለ ዝተወልደ ካበይ ተወሊዱ እቲ ንየሱስ ክርስቶስ ዝወለደ ቃል እሱ እንታይ ነይርዎ መንፈስ ነይርዎ እጃ ሓደ ነገር ክነግረኩም ክብርን ኣምላኽ ይኹን ጎይታና የሱስ ክርስቶስ ክዛረብ ከሎ እቲ ካብ መንፈስ ተወልደታ ኢሉ መንፈስ እዩ ዶ ኢሉ ሕዚ ነው ሕጂ ግን እኮ ያዕቆብ ክዛረብ ከሎ ቀዳሚ ምዕራፍ 22 23 ክዛረብ ከሎ ብህያው ንዘለኣለም ብዝነብር ካብ ቃል ኣምላክ ካብ ዘይጠፍእ ዘሪኢኹም እንደገና ዝተወለድኩም ብምንታይ ኢኹም ተወሊድኩም ብቃል ግን እስኻ ሕጂ ቃል ዲኻ ቃል ዲኻ እስኻ ቃል ዲኻ መንፈስ ኢኻ ኣብቲ ቃል እንታይ ነይሩ ናይ እግዚኣብሔር መንፈስ ነይሩ እምበኣር ሽም የሱስ ወይ ድማ የሱስ እንታይ ይፀውር ተላኣልኩም መንፈስ ይፀውር እንታይ ይፀውር መንፈስ ይፀውር ኩሉ ቃላቱ ኩሉ ቃላቱ መንፈስ እዩ ንምንታይ ትልኣልኩምኒ ኦረዲ እሱ ቃል ምስ ነበረሲ ተወሊዱ ኸዓ ውሉድ ኮይኑ ዶ ኣይኮነን ኣረ ኣሜን በሎ በቲ ቃል ምስ ተወለደሲ እቲ ኣብቲ ቃል ዝነበረ መንፈስ ኮይኑ ክብርና ኣምላኽ ይኹን ኣብ ቃል ዝነበረ መንፈስ ኮይኑ እቲ ቃል ከዓ እንታይ ነይሩ ኣምላኽ ብካልእ መንገዲ ዮሃንስ እንታይ ዝብል ዘሎ ትረኣልኩምኒ የሱስ ኣምላኽ እዩ የሱስ እንታይ እዩ ኣምላኽ እዩ ዝብለካ ዘሎ የሱስ እንታይ እዩ ኣምላኽ እዩ ወዲ ኣምላኽ እዩ ከዓ ወዲ ኣምላኽ ዝተባህለ ስለ ዝተወልደ እዩ ኣታሜን በሉ እንታይ ስለ ዝኾነ ቀዲሙ ግን ኣምላኽ እዩ ነይሩ እቲ ኣምላኽ ዝነበረ መንፈስ ከዓ ኣብኡ ኣሎ ኣሎ ኣሎ እቲ መንፈስ ኣየናይ እቲ ቀዲሙ ኣምላኽ ዘበሎ ክፈጥር ከሎ ኣምላኽ እዩ ነይሩ ኣታ ኣሜን በሉ ከገልግል ከሎ ኣምላኽ እዩ ነይሩ ክስቀል ከሎ ከዓ ወዲ ኣምላኽ ነይሩ ሰብነት ነይሩ እንዲያም ሽዑ ሓጢኣት ኮይኑ እቲ ወዲ ኣምላኽ እንታይ ኮይኑ ናይ ዓለም ኩሉ ሓጢኣት እንታይ ገይርዎ ተሸኪምዎ ኣለኹም ደብራት ሽዑ ናብ መስቀል እንታይ ኮይኑ ተሰቂሉ ብድሕሪኡ ብናይ ክርስቶስ መንፈስ ተስኡ። ክርስቶስ ማለት ሕጂ ሰብ ዘይብሉ መንነት ማለት እዩ። ኣይሰማዕኹን? ክርስቶስ ማለት ሰብ ዘይብሉ ንኣምላኽ ጥራይ ዝኾነ መንነት ማለት እዩ። ግን ከዓ ኣብ ሰብነት ይቕመጥ ኣሎ። ኣቤት ኣብ ሰብነት እንታይ ይኾን ኣሎ ይቕመጥ ኣሎ ስለዚ የሱስ ክርስቶስ እንተ ደኣ ተባሂሉ የሱስ እቲ ዝተወልደ ክርስቶስ ከዓ እቲ ቅቡእ እቲ ኣምላኽ ሕጂ የሱስ እቲ ቅቡእ እቲ ቅቡእ ኣሎ ኣቲ ኣሚን በሎ የሱስ ከዓ ኣሎ ስለዚ እቲ ንየሱስ ክርስቶስ ካብ ምውታት ዘተንስአ መንፈስ ከዓ ኣባና እንታይ ኮይኑ እዩ ሓዲር እዩ ስለዚ ሎማዓንቲ ናብቲ ኣውራ ነገር ክኸይድ ሕጂ መንፈስን ቃልን ተፈላለዮም ርኢኹሞም ኢኹም ኣቤት ኣምላኽ መንፈስ እዩ ቃል ከዓ ካበይ ይወፅእ ካብ ኣምላኽ ቃል ካበይ ይወፅእ ክወፅእ ከሎ እንታይ ሒዙ ወፅእ መንፈስ ሕጂ ሕዝን እዩ ኣምላኽ ኣምላኽ ከም ተራ ነገር ጌርና ኣይንርኣዩ ኣለኹም ንብራት ኣምላኽ ከም ኖርማል ጌርና ኣይንርኣዮ ኣምላኽ ማለት ልኡላዊ ዝኾነ ኣብ ዘይቅረብ ብርሃን ዝነብር ብወዱ ጥራይ ኣተኣሚን በሉ ብወዱ ጥራይ ዝግለጽ ብወዱ ዝኸብር ብወዱ ከዓ ዝዓይ ኩሉ ነገር ብወዱ ዝወድኦ ወዱ ኣብ ልቡ ሓንሳብ ምስ ኣቐመጦ ምስ ኣስመሮ ኩሉ ስልጣን ንመን ሂብዎ እዩ ንወዱ ኣነ ንስኻትኩምን ድማ እስኪ ኣሜን በሉ። ዳግም ጥራይ ኮና እንተወሊድና ኣለኹም ውልድነት ከዓ ተዋሂብና ኢና። ከመይ ጌርና ኢና ተዋሂብና ተላዒልኩም ውልድነት ውልድነት እስከ በሉ ከመይ ጌረ ከረድኣኩም እየ ኣምላኽ የሱስ ኣብ ቅድሚ ናብዚ ምድሪ ምምፅኡ ክፈጥር ከሎ ወዲ ኣይነበረን ወዲ ኣይነበረን እንታይ ደኣ ነይሩ ተደኣልኩምኒ ኣምላኽ መንፈስ እዩ እንተ ኢልና ቃል ከዓ እንተ ደኣ ክፈጥር ከሎ መንፈስ ሒዙ ዝወፅ ኮይኑ ካብ ኣምላኽ ዝወፅ መንፈስ ኣሎ ካብ ኣምላኽ ዝወፅ ቃል ከዓ ኣሎ ኣለኹም ደብሩኻት እዚኦም ክልቲኦም ካበይ ወፂኦም ካብ ኣምላኽ ኣምላኽ ግን ሓደ እዩ እስኪ ሓደ ይበሉኒ ኣምላኽ እንታይ እዩ እምበኣር ሕጂ ወዲ ኣምላኽ ማለት ሲ ኣባና ዶ ክንመፅ ወዲ ኣምላኽ ማለት እንታይ ኢሉ ኣሎ መሲልኩም ኣብ ካልኣይ ጢምቴዎስ ሰለስተ ዓሰርተ ሽዱሽተን ዓሰርተ ሸውዓተን ኣንብበለይ እሞ ካልኣይ ጢሞቴዎስ ምዕራፍ ሰለስተ ካብ ዓሰርተ ሽዱሽተ ክሳብ ዓሰርተ ሸውዓተ እቲ ናይ ኣምላኽ ሰብ ንሰናይ ግብሪ ዘበለ ፈጺሙ ተዳልዩ ፍጹም ምእንቲ ኪኸውንሲ፣ መንፈስ ኣምላኽ ዝነፈሶ ዘበለ ጽሑፍ፣ ንትምህርቲ፣ ንተግሳጽ፣ ንምቕናዕ፣ ንጽድቂ ዚኸውን ምእዳብ ይጠቅም እዩ። ክብሪ ንኣምላኽ ይኹን። ናይ ኣምላኽ ሰብ ይብል ኣሎ ጳውሎስ ንጢሞቴዎስ ይጽሕፈሉ ዘሎ። ኣቤት ንሰናይ ግብሪ ተዳልዩ ፍጹም ምእንቲ ኸውን እንታይ ዝነፈሶ? መንፈስ ኣምላኽ ዝነፈሶ ጽሑፋት መጽሓፍ ቅዱስና ቅዱሳት ሰባት መንፈስ ቅዱስ ተመሪሖም እንታይ ገይሮሞ ጽሒፎሞ መንፈስ ኣለዎ ማለት እዩ ኣቤት ብመንፈስ ተመሪሖም ተደኣ ጽሒፎሞ መጽሓፍ ቅዱስና እንታይ ኣለዎ መንፈስ ኣለዎ ሕጂ መንፈስ ዘለዎ መጽሓፍ ነቲ መጽሓፍ ከተንብቦ ከለኻ ፊደል እንተ ደኣ ኮይኑ ኣለኹም ብሩኻት ክቐትለካ እዩ መንፈስ ተደኣ ኮይኑ ከንታ ክገብረካ እዩ ህያው ክገብረካ እዩ ፊደል እምበኣር ቃል እዩ ዝበሃል ፊደል ማለት ቃል ማለት እዩ ኣለኹም ብሩኻት ቃል ናይ ቃል ናይ ሰብሲ ቃል ኣምላኽ እዩ ክትብለኒ ትኽእልኒ ኢኻ ኣቤት ኣለኹም ብሩኻት ቃል ኣምላኽ እዩ ቃል ኣምላኽ ዝበሃል ፊደል ግን ይቐትል እዩ ጂ ልቢ ኢልኩም ስምዑኒ እምበኣር ከም ናይ ኣምላኽ ሰብ ኣታሚ ይመለውን ብቓል ጌርካ መንፈስ ምእታው ኣሎ ንሓድሕድኩም እናተዘራረብኩም መንፈስ ይምላእኹም ስለ ዝብል ብቓል ጌርካ ድማ መንፈስ ምውፃእ ኣሎ ኣበይ ኸዓ ተቐሚጥካ ዘለኻ ርግፀኛ ኮይነ ክነግረኩም የሱስ ክርስቶስ ነብሱ ነብሱ ኣብ ሩባ ዮርዳኖስ ክጥመቅ ከሎ መንፈስ እንታይ ኮይንዎ እዩ ኣትይዎ እዩ መንፈስ እንታይ ኮይኑ ኣትይዎ እቲ ዝኣተወ መንፈስ ንኣገልግሎት ዝኸውን መንፈስ ኣይኮነን ንነብሱ ዝኸውን መንፈስ እዩ እሱ ግን ኣለኹም ብሩኻት መንፈስ ስለ ዝኾነ ኩሉ ግዜ ካብኡ ቃላት የውፅእ ካብ የውፅእ ካብ ውሽጡ ቃላት የውፅእ ኣብ ቃላቱ እንታይ ኣለዎ መንፈስ በርከይ ኣብቲ መንፈስ ኣምላኽ ዘለዎ ኣብኡ እንታይ ኣሎ ኢሉ ስለዚ ናይ የሱስ ክርስቶስ ቃላት ሓርነት ነይርዎ ዶ ኣይነበሮን ስለዚ መንፈስ ነይርዎ ማለት እዩ ናይ የሱስ ክርስቶስ ቃልሲ ንሓደ ነገር ይኹን እንተ ኢሉ ይኸውን እንታይ ስለ ዘለዎ እዩ መንፈስ ኣለዎ እንታይ ኣሎ? ስለዚ እዩ ዮሃንስ ነዚ ከተኣሳስር ምስቲ ናይ ፍጥረት ጎደና ኣተኣሳሲርዎ። ምስ ኣምላኽ ሰማይ ምድርን ክፈጥር ከሎ ቃል ኣምላኽ ዝነበረ ምስኡ እዩ፣ እሱ እዩ መንነቱ ኢልዎ። መንነቱ ሲ እቲ ዝፈጥር ዝነበረ ቃል ኢልዎ። ሕጂ የሱስ ክርስቶስ ኣብ ስጋ ምስ ተገልጸ ኣብዚ ምድሪ ምስ መጸ ኸኣ ከምቲ ናይ ሽዱሽተ መዓልቲ ልክዕ ናብርኡ ከምኡ እዩ ነይሩ ኣቤት ከመይ ነይሩ ከምታ ናይ ሽዱሽተ መዓልቲ ሽዱሽተ መዓልቲ ይኹን ይብል እሞ ይኸውን ይፈጥር እዩ ነይሩ ስለዚ ክልተ ዓይነት ጎደና ኣሎ መጽሓፍ ቅዱስና መንፈስ ኣምላኽ ዝነፈሶ ጽሑፋትሲ ንምእዳብ ቅኑዕ ናብራ ንምንባር ንቅድስና ንኹሉ ነገር ይጠቅም ይብለካ ኣሎ እንታይ ዝነፈሶ መንፈስ ኣምላኽ ንመን ማለት እዩ ንነብሲ ግን ጎይታና የሱስ ክርስቶስ ከይተማሃረስ ከመይ ገይሩ ጽሑፋት ጽሑፋት ኣይንብበን ምስ ፈሪሳውያን ኣይተማሃረን ኣለኹም ደብሩኻይ ነይሩ ድዩ ከይተፃሕፈ ከይተማሃረስ ከመይ ገይሩ ፅሑፋት ይፈልጥ ቃላቱ ኸ ቃላቱ ኩለን ኩለን ቃላቱ መንፈስ ኣለወን እምበኣር ሕዝኑ ሕጂ ወዲ ኣምላኽ ማለት ወዲ ኣምላኽ ማለት ናይ ክርስቶስ ህይወት ዝተማቐለ ማለት ናይ ክርስቶስ ህይወት ዘለዎ ማለት ክርስቶስ ዝተዋህበ ማለት ብመስመር ክርስቶስ ጸጋ ዝተቐበለ ማለት መንፈስ የውፅእ እምበር መንፈስ እንታይ ኣይገብርን እዩ ኣይእቱን እዩ ኩልኹም ናብ ኣይጠምቱ ካንታ ሺላቫ ሳንቶ ካብ ደገ ዝመፅእ መንፈስ ኣብ የሱስ ክርስቶስ ኣይሰርሕን ካብኡ ዝወፅ ግን ስለዚ ብቓል ጌርካ መንፈስ ከተእቱ ትኽእል ኢኻ ጌጋ ኣይኮነን መፅሓፍ ቅዱስ ፅሒፍዎ እዩ ብቓል ጌርካ መንፈስ ከተእቱ ትኽእል ኢኻ ብቓል ጌርካ ካብ መንፈስ ከተውፅእ መን እየ ትብል ሕጂ ስኻ እንታይ ምርጫኻ ኣበየናይ በፂሕካ ኣለኻ ኢንፋክት ብፅሕና እዩ ጎደና እዩ በርከ ጳውሎስ ጢሞቴዎስ ዝፅሕፈሉ ዘሎ እቲ ናይ ኣምላኽ ሰብ ንሰናይ ግብሪ ተዳልዩ ፍጹም ምእንቲ ክኸውን እዩ ዝብለና። ንሰናይ ግብሪ ተዳሊኻ ፍጹም ክትከውንሲ እንታይ የድልየካ እዩ ዝብሎ ዘሎ? መንፈስ ኣምላኽ ዝነፈሶ ጽሑፋት። ንዑ ግን ንምንታይ እዩ ዘየድልዮ? ንየሱስ ግን ንምንታይ እዩ ዘየድልዮ? መንፈስ ቅዱስ ዝነፈሶ ጽሑፋት ኣየድልዮን። እንታይ ኮይኑ ተላኢልኩምኒ? ኦረዲ ኩሎም ተም ጽሑፋት ብዛዕባኡ እንታይ ይገብሩ? ይዛረቡ። ብዛዕባ መን ይዛረቡ? ብዛዕባ መን ይዛረቡ? ናቱ ስለ ዝኾኑ እሱ እዩ ካብ ውሽጡ እንታይ ገይርዎ ኣውፅዎ ሕጂ ሓዘኑ እዩ ኣብዚ ሓድሽ ሌቨል ናይ መወዳእታ ዘመን ኣገልግሎት ናይ መወዳእታ ዘመን ቅብኣት ናይ መወዳእታ ዘመን ሓይሊ ክግለፅ እንተ ኮይኑ ምእታው ገዲፍካ ምውፃእ ጀምር መን ኣሎ ምሳይ ምእታው ገዲፍካ ምውፃእ ከመይ ገይረ ከረዳእኩም እየ መሲልኩም ሃዋርያት እኮ የውፅ ነይሮም ከ የውፅ ነይሮም የውፅ ነይሮም ካብ ውሽጦም እንታይ ይገብሩ ነይሮም ብፅላሎቶም ይፍውሱ ነይሮም ብመእረሚኦም ይፍውሱ ነይሮም ምውታት የተስኡ ነይሮም ሕሙማት ይፍውሱ ነይሮም ካበይ ካብ ውሽጦም ውሽጦም መን ስለ ዝኾነ ውሽጠይ ማለት ብጀካ ኣምላኽ ካልእ ውሽጢ ዝበሃል ሓንቲ ነገር ከይትደናገሩ ኢየሱስ ኣብዚ ምድሪ ከሎ ሰብነት ነይራቶ እያ ካብ ሰብነቱ ይኮነን ዘውፅኦ ዘሎ ካበይ እዩ ካብ መንፈሱ ካብ መንፈሱ ዘውፅእ ዘሎ ወዲ ኣምላኽ መንፈስ ካብ ደገ ምፅኡ ንሰብነቱ ክባ ኣይክእልን እዩ መንፈስ እንተ ትእትልኻ ኮንካ ስጋብታ የሱስ ዝመፅእ ወይ ስጋብ'ታ ጉዕዞኻ ካብዚ ምድሪ ትውድእ ኣይትጸግብን ኢኻ። ክፋል ኢኻ ተውጽእ። ክፋል ኢኻ እንታይ ትገብር? ተእቱ። እተን ዘእትኻየን ንዐን ከኣ እንታይ ትገብረን? ተውጸን። የሱስ ክርስቶስ ግን ዘእተዎ ኣይኮነን ዝወጽእ። ኦሬዲ ስዩ ኣትዩ ኣበይ? ኣብ ኣምላኽ። ንዓና ኸዓ ሒዝና ናበይ ኣትዩ? ናብ ኣምላኽ። ካብ ኣምላኽ እዩ መንፈስ ዝወፅእ። ብምንታይ? ብቓል። እምበኣር ሓደ ነገር ከረዳእኩም፣ ብቓል ስለ ዝተወለድካ ብቓል ስለ ተወለድካ ካብቲ እቲ እቲ ቃል ዝወለደካ መንፈስ እዩ ሒዙ መፅዩ እዚ መንፈስ እዚ ከዓ ውልድ ኣምላኽ ገይርካ ውልድ ኣምላኽ እምበኣር ሕጂ

ኣነ ንየሱስ ክርስቶስ ኣብዚ ምድሪ ዕውት ክኸውን ዝገበረቶ ሓንቲ ቃል እያ ኣብ ልበይ ኩሉ ግዜ እዚ ዝገርመኒ ነገር ኣነ ናብ ቦን እንታይ ኢሉ ሓደ ኢና ኢሉ ኢሉ ዶ ይበለን እንታይ ኮይኑ እዩ ሓደ ኢና ኢሉ ኢብን ቃል ከሎ ሓደ ይነበረን ክትፈልጥዎ ሓደ ይነበረን ዕላምኡ ጥራይ ሓደ ሓሳብ ኣምላኽ እየ ዝብል ዘሎ ኣለኹም ብሩኻት ቃል ኣምላኽ ማለት ሲ እቲ ናይ ኣምላኽ ቃል ሲ ኣምላኽ እዩ ኣነሲ ኣቦይ ካባይ ዓቢ ወይ ድማ ብዙሕ ነገራት ዝተዛረቦ ነገር ኣሎ እዛ ቃል እዚኣ ግን ንምንታይ ውጽዋ ኣነን ኣቦን ሓደ ኢና ትብል ቃል እዚኣ ኩሉ ኣገልግሎቱ ኩሉ ኣገልግሎቱ ኣብ ቅድሚኡ ማንም ደው ከይብል ቃላቱ ምስክር ኮይኖም ናይ ጸልማት ዓለም እናፍረሱ ኾዱ ጀሚሮም ቃላቱ እንታይ ኮይኖም ምስክር ኮይኖም እንታይ ስለ ዝበለ ኣነን ኣቦን ሓደ ኢና እስኪ የሱስ ጎይታ ይበል የሱስ ጎይታ የስ ከበል የሱስ ክርስቶስ ከበል ሕጂ ናትካ ናይ ክርስቶስ መንነት ተዋሂብካ ድዩ ብርሃን ክርስቶስ እንተ ደኣ ኢለ ሕጂ ኣለኹም ሩቓት ሰብ ክርድኦ ኣይክእልን እዩ ከስተውዕሎ እውን ኣይክእልን እዩ ብርሃን እዩ ሽሙ ብርሃን ክርስቶስ እንተ ደኣ ኢለ እንታይ ማለት እዩ የሱስ ክርስቶስ ንበይኑ ታን የሱስ ክርስቶስ ጥራይ ተዋህበት የሱስ በይኑ እዩ ክርስቶስ ከዓ በይኑ እዩ የሱስ መድሓኒ እዩ ክርስቶስ ናይ ኣምላኽ ህይወት እዩ ንመን ተዋሂቦ ተላኣልኩምኒ ንኹሎም ደቂ ኣምላኽ ዝተዋህበ መንነት እዩ ሕጂ ሕዚ ንሕጂ የሱስ መንፈስ ዘለዎ ቃል እዩ ነይሩ መንፈስ ዘለዎ ቃል እዩ ነይሩ እዚ መንፈስ ዘለዎ ቃል እዚ ኩለን ቃላቱ ነገራት ክፈጥራ ብግድ እዩ ስለዚ ሓደ ነገር ከእትወኩም ዝደሊ ዘለኹ ስለምንታይ እዮም ጠንቆልቲ እዝኖች ስለምንታይ እዮም ጠንቆልቲ ኣብ ሰብ ይኣቱ ተኣምራት ይገብሩ በቃ ኩናት የለዓዕሉ ፅሊ የለዓዕሉ ባእሲ የለዓዕሉ ኣብ ስድራ ቤት በቃ ብዙሕ ጸገም ይፈጥሩ። ሓንሳብ ናይ ሞት መንፈስ ኮይኖም ግለጹ። ሓንሳብ ናይ ድኽነት መንፈስ ኮይኖም ግለጹ። ንዓሌት መናፍስቲ ክትሪኦም ከለኻ ነቲ ዓሌት ብሓደ ዳይሜንሽን ብሓደ ሳይድ ዓጽዮም እዮም ዝሕዝዎ። ኣለኹም ብሩኻት እንታይ እዮም ኮይኖም ተላልኩምኒ መናፍስቲ ኣብ ሰብ ይኣትዉ እንታይ እቲ መናፍስቲ እቶም መናፍስቲ እኮ እቶም ዝወደቑ መናፍስቲ እዮም ካልእ መንፈስ ኣሎ ድዩ? ካልእ ኣምላኽ ኣሎ ድዩ? ስለዚ እዚኦም ግን ንዓለም የጨንቕዋ ኣለዉ፣ ንዓለም ኣሲሮም ኣለዉ፣ ንዓለም ራን ይገብርዋ ኣለዉ፣ ንዓለም የመሓድርዋ ኣለዉ። ኣለኹም ብሩኻት። እዚኦም ግን እኮ ንመንፈስካ ክጻወርዎ ኣይክእሉን እዮም። ኣቤት ጠንቋላይ ንዓኻ ክጻወረካ እንታይ ደኣ ይተልኣልካኒ እስኻ እቲ ዝኾንካዮ ምዝራብ የሕፍረካ እዩ። ንየሱስ ትሰርቆ ዘለኻ እንዳመሰለካስ ንየሱስ ገዲብካያ ትነብር ኣለኻ። የሱስ እሞ ይነግረኩም ኣለኹ ማንም ክብሩ ክሰርቆ ዝኽእል የለን። እታ ሽም ንበይኑ እያ ተዋሂባቶ። እቲ ክብሪ ንበይኑ እዩ ተዋሂብዎ። እቲ ስልጣን ንበይኑ እዩ ተዋሂብዎ። ክስገደሉ ንበይኑ እዩ ተዋሂቡ። የሱስ ማለት ዘርከበ መጺኡ ስልጣኑ ዝምንዝዖ ኣይኮነን። ዘይምርዳእኻ ግን የሱስ ኣብ ህይወትካ ገዲብካዮ ትነብር ኣቤት ኣቤት እስከ የሱስ ጎይታ ይበልኒ እስከ የሱስ ጎይታ ይበልኒ እስከ የሱስ ጎይታ ይበልኒ ስለዚ ደቂ ኣምላኽ እንታይ እዮም ዝገብሩ እንታይ እዮም ዝገብሩ ደቂ ኣምላኽ ሓደ ነገር እዮም ዝገብሩ እቲ ኣምላኽ ዝለኣኾሲ እንታይ ይዛረብ ኢሉ ቃል ኣምላኽ ኢሉ ዮሃንስ ክዛረብ ከሎ ግዜ ከይከደና ኢለ እየ ተኣሽሙ ዝገብረኩም ዘለኹ ክብሪ ንኣምላኽ ይኹን ዮሃንስ ሰለስተ ሰላሳን ኣርባዕተን ኣምላኽ ዝለኣኾ ኢሉ እንታይ ይዛረብ ኢሉ እሞ ቃል ኣምላኽ ይዛረብ እዩ ዝብለኩም ዘሎ ቃል ኣምላኽ ይሰምዕ ኢሉ ቃል ኣምላኽ ይዛረብ ኣምላኽ ዝለኣኾ እንታይ ይዛረብ ይመሃር ኣይበለን ተመሃሩ ዝበለ ጳውሎስ፣ ጴጥሮስ እንታይ ኮይኖም? ነቲ ናይ ክርስትና ጎደና በቲ ዝተገልጸሎም ነቲ ህዝቢ እንታይ ክገብርዎ ኣለዎም? ክምህርዎ ኣለዎም። የሱስ ክርስቶስ መጺኡ መንነቱ ክምህር ኣለዎ። ኣምላኽነቱ ከረድኦም ክኽእል ኣለዎ። መድሓኒ ምዃኑ እቲ ኣብ ነቢያት ዝተጻሕፈ እሱ ምዃኑ ክምህሮም ኣለዎ። ደሓር ግን መንፈስ ቅዱስ ምስ ወረደ ግን እቲ ኣሜን በሎም ትምህርቲ ስለ ዘየድልዮም ስንታይ ገይርዎም ከይዱ ገዲፍዎም መንፈስ ቅዱስ ክሳዕ ዝወርድ ታሜን በሎ ተጸበ ኢልዎም ገዲፍዎም ከይዱ መንፈስ ቅዱስ ወሪዱ እስከ ኣሜን በሎ ባክ ገይሩ ማለት እዩ ካላኹም ደብራት ተመሊሱ መንፈስ ኣምላክ ክንብል ከለና ሽሕ መንፈስ ገይርኩም ከይትርድዎ የሱስ ኣብ ቃል እንተ ነይሩ ኮይኑ እሱ ሓደ እዩ እቲ መንነት እቲ ፈጣሪ መንነት ሓደ እዩ እዚ መንነት እዚ ሕጂ ኣብ ነፍሲ ወከፍና እንታይ ኮይኑ ኣትዩ ስለዚ መልእኽትና እንታይ እዩ ተላኢልኩምኒ ብቓል ጌርካ መንፈስ ምውፃእ ኣሎ ብቓል ጌርካ መንፈስ ምቕባል ከዓ ኣሎ ኣየናይ ትመርፅ ኣየናይ ትመርፅ ብቓል ጌርካ መንፈስ እንተ ኣትወቱ ኣለኻ ንነብስኻ እዩ እዚ ናይ ኣምላኽ ሰብ ንሰናይ ግብሪ ተዳልዩ ፍጹም ምእንቲ ኪኸውን፣ ንምቕናዕ፣ ንምእዳብ፣ ቅኑዕ ናብራ ንምባር ይጠቕሞ እዩ ኢሉ። እምበኣር ካብ ደገ ዝኣቱ ንዓኻ ንትምህርትኻ ክኾነካ ይኽእል እዩ። ነቲ ኣእምሮ ንለውጢ ክኾኖ ብቕኑዕ ናብራ ንምንባር ንነብሲ እዩ ማለት እዩ። ንነብሱ እዩ፣ መንፈስካ ግን ክህብ ከሎ እዩ ዝግለጽ። ስለዚ እስኻ ሲምፕል ገይረ ከረዳእኩም ሲምፕል ገይረ ከረዳእኩም ሓደ ሰብ ኮፍ ኢሉ ክሰምዕ ይኽእል እዩ ቃል ኣምላኽ ሓደ ሰብ ከዓ ክዛረብ ይኽእል እዩ ክልቲኦም እንታይ ይገብሩ ኣለዎ ተረኣልኩምኒ እቲ መንፈስ የውፅእ ኣሎ እቲ ከዓ መንፈስ የእቱ ኣሎ እቲ መንፈስ ዘውፅ ዘሎ ይባረኽ ኣሎ እቲ መንፈስ ዘእቱ ዘሎ ከዓ ይባረኽ ኣሎ ክልቲኦም ትሰምዕ ነብሲ ኣላቶም ክልቲኦም ትሰምዕ ነብሲ ኣላቶም ወዲ ኣምላኽ ግን ወሃቢ እዩ ተቐባሊ ኣይኮነን ስለዚ ጠንቆልቲ እንታይ እዮም ኮይኖም እንተ ኢልኩምኒ ጠንቆልቲ መንፈስ ምዃኖም ይፈልጡ እዮም መንፈስ ምዃኖም ይፈልጡ እዮም መንፈስ ምዃኖም ስለ ዝፈልጡ ገለ ነገር ተተባኢስዎም ሰብ ፅናሕ ከርእየካ የብሎ እንታይ ገይሮም እዮም ዘርእዎም ሲልካ ከርእየካየ ምስ በልዎ እቲ ዘርኢ መንፈስ ኣብኦም እንታይ ይኸውን ኣክቲቭ ይኸውን ኣሕዝኑኒ ዝኾነ ጠንቋሊ ከይፈከረ ምንም ነገር ክገብር ከይተዛረበ ምንም ነገር ክገብር ብዘይ ብዘይ ምክንያት ምንም ነገር ክገብር ኣይክእልን እዩ እንዲያም ዘይትፈርሖ እንተ ኮንካ ምንም ነገር ክገብር ኣይክእልን እዩ ግን ደሓን ከርእየካ እየ እንተ ኢሉ ብሓደ ዓዲ እንተ ኣብ ሓደ ከተማ ተፈራሒ ኮይኑ ገለ ክገብረኒ እንተ ኢልካ ኦረዲ መንፈሱ መፅኡ ኣባኻ እንታይ ይገብር ዕንወት ይፈጥር ክብር ኣምላኽ ይኹን ከምዚ ገረ ከረዳእኩም መጽሓፍ ቅዱስ መጽሓፍ ቅዱስ ንሓድሕድኩም ተፋቐሩ ዝብል ጽሑፍ ኣሎ ኣለኹም ዶ እስከ ኣሜን በሉ ፍቕሪ ዝብል ዋላ ኣብ ቆሮንጦስ ጽሒፉ ኣሎ ፍቕሪ ካብ ዘይህልዎንስ በቃ ምንም ነገር ኣይጠቅምን ይኹሉ ኢልዎ ፍቕሪ ማእሰር ኩሉ ፍጻሜያ ኢልዎ ብዘይ ፍቕሪ ክርስትና ከም ዘየለ ትፈልጥ ኢኻ ኣለኹም ዶ ብሩኻት? ሽሩ እሱ ድዩ? ግን ከተፍቅር ከኣ ይኣብየካ ዶ ይኣብየካን? ንዘራረብ ከተፍቅር ይኣብየካ። ኣምላኽ ፍቕሪ ክበሃል ከሎ እኮ ኣምላኽ ኣምላኽ እየ ዝብለኩም ዘለኹ ንኹሉ እዩ ዘፍቅር። ነቶም ለይትን መዓልትን ንቤተ ክርስቲያን ከዕልዉ ዝውዕሉ ናይ ኣንቲክራይስት ኣገልገልቲ የፍቅሮም ይፈትዎም። ሕጂ ሕዙኒ ሕዙኒ ሕጂ ኣምላኽ ብጽሑፍ እንተደኣ ንሓድሕድኩም ተፋቐሩ ዝብል ሓሳብ መጺኡ ኣእምሮኻ ይፈልጦ ዶ? ምፍቃር ግን ይኣብየካ። እንታይ ኮይኑ እዩ ምፍቃር ዝኣብየካ ዘሎ? ቢኮዝ ሓደ ነገር ሓዙ እስኻ ማለት ኣለኹም ሩዋት መንፈስ እንተ ዘይኮንካ ክትነብሮ ኣይትኽእልን ኢኻ። መንፈስ ግን መንፈስ ግን ቃላት ኣየድልዮን እዩ ግበር ዝብል ኩሉ ነገር ኣበይ ይወስደካ ተልኣልኩምኒ ሕጊ ሙሴ ይወስደካ ናብ ብሉይ ኪዳን ይወስደካ ንምግባር ዓቕሚ ትስእን ስለዚ ጳውሎስ በቃ ፍቓድ ኣሎ ግን ምግባር ትሰናይ እንታይ ኮይነ ስኢነዮ ኣለኹ ኢሉ ደሓር ግን ንጎይታና የሱስ ክርስቶስ ኣታ እንታይ ይኹን ኢሉ ስብሓት ይኹን ሽዑ እቲ ብክርስቶስ ዝኾነ ከዓ እሱ እንታይ ኢሉ ሕጂ ኩነን ኢኻ ብክርስቶስ ምዃን ማለት መንፈስ ምዃን ማለት እዩ መንፈስ ማለት ኣይጋደልን እዩ ኣይቃለስን እዩ መንፈስ ውዱእ ዝኾነ ናብራ እዩ ካብ ፍቅር እየ ኢልካ ምፍቃር እንተ ኣብካ ርግፀኛ ኮይነ ይነግረካ ኣለኹ እቲ የሱስ ክርስቶስ ዝመተሉ ህይወት ናይ ዘላለም ህይወት ረኺብካ ኢኻ ናብራ ግን ኣይረኸብካዮን ዘለኻ የሱስ ግን ካብ ሞት ክንድሕን ጥራይ ዘይኮነሲ ከምኡ ናብራ ክንክእል ክንነብር ኣብዚ ምድሪ እዚ ጸልማት ከም ዝደለየ እናተገተረስ እስኻ ግን ፍቕሪ ጥራይ ኮንካ ትግለጽ ምሕረት ኮንካ ትግለጽ እምበኣር እቲ ቀንዲ መልእኽቲ ክትገብሮ ዘይከኣልካ ዘለኻ መንፈስ ስለ ዘይኮንካ ጥራኻ መንፈስ እየ ምስ በልካኒ ቃላትካ መንፈስ ሒዙ እንታይ ክገብር እዩ ክወፅ ኣይሰማዕኹን ዘለኹ እንታይ ምስ በልካ መንፈስ እየ ምስ በልካሲ በርከት ኣይመሲልኩም ብቃል ኣምላኽ ተወሊድካ እምበር ቃል ኣምላኽ ኣይተባሃልካን ካብ ቃል ኣምላኽ ተወሊድካ ማለት ኣብቲ ቃል ነይሩ መንፈስ እቲ ቃል ተኸፊቱ እስኻ ተወሊድካ እንታይ ነይሩ ብቲ ቃል ተላኣልኩም ንመንፈስ እስኻ ሕጂ እንታይ ኢኻ መንፈስ ኢኻ ስለዚ መንፈስ ማለት እሱ ኣብ ዘለዎ ሓርነት ኣሎ ይብለና ኣሎ ጸልማት የለን ባእሲ የለን እምበኣር ክነግረኩም ክትኮኖ ዘይከኣልካ ሎማዓንቲ ክትኮኖ እንተ ፍቃደኛ ክኾንካ እንተ ድሌት ኣለካ ኮይኑ ዩኣር ስፕሪት መንፈስ ኢኻ ስኻ ስኻ እንቴኻ ኣነ መንፈስ የበሉኒ ኣነስ መንፈስ የበሉኒ መንፈስ እምበኣር እንታይ ዝገብር ትረኣልኩምኒ ክብርና ኣምላኽ ይኹን መሰረቱ መንፈስ እዩ ዘውፅእ ቃል ይዛረብ እምበር ቃል ደልዩ ናብ ውሽጢ መንፈስ እንታይ ይገብርኒ ኣይእቱን እዩ እምበኣር ሕጂ መሰረታዊ ዝኾነ ነገር የዛረብ ዘለኹ መሰረታዊ ዝኾነ ነገር ይዛረብ ዘለኹ ለሰይ ስኻትኩም መንፈስ ኢኹም እንታይ ትገብር ኣለኻ ተልኩምኒ መንፈስ ተደኣ ኮንኩም ነተን ዝዛረበን ዘለኹ ቃላት ኣለኹም ከመይ እዩ ገለ ጊኹም ኣይጨነቑን እዮም የስ ኦርኖ ጥራይ በቃ የስ ኦርኖ በቃ መንፈስ እንተ ደኣ ኮንካ ከማኻ ዘይኮነ ኣብ ኩለኻ ኢኻ ትፈልጦ ካባኻ ሳይድ ኣይኮነን ናይ ጸልማት መንፈስ እዩ ኣቤት ዝኾነ በቃ ደሲብ ክገብረካ ኣይክእልን እዩ ብዙሓት ሰባት ኣብ ቤት ኣምላኽ ብምክንያት ማሕበርካ ብምክንያት ኣገልግሎትካ ብምክንያት ትምህርትኻ ዝፀልኡኻ ዘለው እዚ ብፅሕና ስለ ዘይበፅሑ ካልኣይ ምፍቃር ንነብሲ ኣብ ብሉይ ኪዳን ሕጊ እዩ ኣቤት ኣይሰማዕኹን ኣይሰማዕኹን የሱስ ክርስቶስ ኣብ ዮሃንስ ክዛረቦም ከሎ 1334 በቃ ክፋቐሩ ተዛሪብዎም ዛሪብዎም ዶ ይዛረቡም ሽዑ ግን መንፈስ ነይርዎም ድዩ ኣእምሮ እዩ ንእምሮ እዩ ይዛረቡ ዘሎ ንመንፈስ ዘረባ የድልዮን እዩ መንፈስ ክዛረብ ከሎ ኣብቲ ዘውፅኦም ቃላት መንፈስ ኣለዉ ስለዚ ዝቕዳሕ እዩ እምበር እሱ ቀዲሕካ ተእትወሉ ኣይኮነን ሃሎ ኣታ ምፍቃር ዝኣብየካ ተንክፎ ተታኻ ዘሎ ኣንታ ምፍቃር ዝኣብየካ በሎ ስምዓኒ ሎማዓንቲ በሎ ኣይትጋደል ከተፍቅር በሎ መንነትካ በሎ ፍቕሪ እዩ በቃ መንነትካ እንታይ እዩ መንነትካ እንታይ እዩ ስለዚ ኣብ ኣምላኽ ቅቡል ዝኾነ እንታይ ምዃን ትፈልጡ ዲኹም ኣብ ኣምላኽ ቅቡል ዝኾነ ስፕሪት እምበር ቃላት ገለ ኣይኮነን እትገብሮም ገለ መለ ገለ ነገር ኣይኮነን መንፈስ መንፈስ መንፈስ መንፈስ ማለት ኣምላኽ በጀካ ናቱ መንፈስ ኣብ ምድሪ ካልእ መንፈስ ኣሜን ከብሎ ወይ ድማ በቃ ክቕበሎ ዝኽእል ወላ ሓደ ነገር መንፈሱ ስለዚ ኣነ መንፈሱ እየ በቃ ካብ መንፈሱ ተወሊደ እየ ኣገልግሎተይ ከዓ መንፈሱ እዩ መንፈሱ እንተ ደኣ ኮይኑ እንተ ደኣ ክጸልእ ደልየ ዝጸልእ ክፈቱ ደልየ ዝፈቱ ኮይነ ኖ ኖ ኖ ኣይኣተኻያን ኣይኣተኻ መንገዲ እዩ ጉዕዞ እዩ ኣይጨነቑ ስለዚ ኣይኣተኻ ኢሎም መዓንቲ ጭንቀት ኣይሓዝካ እንታይ ማለት ገለ ኣይትበሉ ጉዕዞ እዩ ክትጸልእ ዘይምኽኣል እዚ ማለት ኩሎም እቶም ኣንጻርካ ዝዛረቡ ገለመለ ገለገለ ኣለኹም ምሩቓት ሓንቲ መዓልቲ ደው ከተብሎም ኢኻ እንታ ስለምንታይ ኢኻ ደው ተብሎ መሲልካ ካባኻ ዝምንጩ ስፕሪት እዩ ስለዚ መንፈስ ተደኣ ኾንካ ሕዚ ንሕጂ መንፈስ ተደኣ ኾንካ ገዛ ገዛ ምኻድ ኣይድልየካን እዩ መንፈስ ስለ ኣኾንካ ኩስቲ ሓፍተይ ይፈትወኪ የፍቅረኪ ምባል ኣየድልየካን እዩ እትው ኢልካ ኣብ መደቀሲ ካብ መሰዊኢኻ እትው ኢልካሲ መንፈስ እንዲኻ ትኸይድ ናብ ገዝኡ ትኸይድ ኣቤት ናብ ገዝኡ እንታይ ትገብር ስለዚ መንፈስ ኣምላኽ ዝሓስቦ ሓሳባት ብምሉኡ ሽዑ ኣብ እምሩ እንታይ ትገብር ተቐምጥ ሰብ ማለት ሰብ ማለት ሰብ ማለት ልሙዕ ግራት ማለት እዩ እዚኣ እኮ እዚ እኮ ትብልዎ ሰብ እስኻ ኢኻ ከምኡ ራእያኻ እምበር እሱ ከምኡ ኣይኮነን። ዝኾነ ይኹን ዝኾነ ይኹን ጨካን ዝበሃል ሰብ እስኻ ፍቕሪ እንተ ደኣ ኮንካ መጀመርያ ነቲ ኣብኡ ዘሎ ጨካን መንፈስ እንታይ ትገብሮ ተውፅኦ ሽዑ ነቲ መንፈስ ናትካ ናይ መን ናትካ መንፈስ ናይ መን ናይ ኣምላኽ መንፈስ ካብ ኣምላኽ እንዲኻ ተወሊድካ ኣታ ኣሜን በሎ ካብ ኣምላኽ እንዲኻ ተወሊድካ እዚ ናይ ኣምላኽ መንፈስ ኣብ ኣእምሩ እንታይ ትገብሮ ስለዚ ሰብ ዘይቀበለኒ ሰብ ከምዚ ይገብረኒ እዚኣስ ከምዚ ትገብረኒ ትብል ዘለኻ መንፈስካ እዩ ከምኡ እናበለ ዘዕለካ ዘሎ መንፈስ ሰባት ኣይኮነን ናትካ መንፈስ ኣግሊ ብጣዕሚ ኣፀያፊ ዝኾነ ሓሳባት ኣብዚ እናመፀ የጨንቐካ ግን ሰብ ኮም ይኮነን ኮም ይኮነን ናይ ሰብ መረዳእታ ይጠፍእካ ዘሎ ሰብ እንታይ ምዃኑ መረዳእ ጠፍእካ ዘሎ ሰብን መንፈስን ፈላሊኻ እንተ ርኣዮ ትብል ትምህርቲ ስጋብ ዓንቀርካ ተማሂርካ ኾንካ ሰብ ሰብነት ማለት እዩ መንፈስ ግን ናይ እግዚኣብሔር መንፈስ እዩ ናይ እግዚኣብሔር መንፈስ ከዓ በጀካ ንሓደ ኣምላኽ ክገልጽ ንኻልእ ኣይመጽን እዩ እዚ ሓደ ኣምላኽ እንታይ ኮይኑ እዩ ብወዱ ክግለጽ ደልዩ ትደኣልክምኒ ወዱ ማለት ንዕኡ ውዱ እዩ ውዱ እዩ ቃሉ እዩ ሓሳቡ እዩ ምኽሩ እዩ ካልእ መንነት ግን ኣይኮነን ኣቤት ስለዚ ብወዱ ብየሱስ ክርስቶስ ዝተገብረልና ነገር ምስ ፈለጥና ከምቲ ዝገበረና ምንባር ንጅምር ክርስትና ኩሉ ግዜ ክልተ ስቴብ እዩ ዘለዎ መጀመርያ ብክርስቶስ ዝኾነልካ ትኾኖ ነብስኻ ኣቤት መንፈስካ ኸ ኣቲ ኣሜን በሎ ኣረ ኣሜን በሎ ኣረ ኣሜን በሎ መንፈስካ ኸዓ ኩሉ ግዜ እቲ ናይ ኣምላኽ ሓሳባት ኣብ ሰባት ክቐምጥ ይጅምር እምበኣር ሕዝኑ ሕጂ ሕዝኑ ሕጂ መንፈስ ኣብ ጎደና ምዛር ኣየድልየን እዩ ጎደና እንዳኸደ ሰባት ምእካብ ኣየድልየን እዩ ኣቤት መንፈስ ኣበእምሮ ክኣቱ ሙሉእ መሰል ኣለዎ ሰይጣን ምስ የሱስ ክርስቶስ እናሃለወ ናብ ይሁዳ ኣትዩ ኣለኹም ብሩኻት እስኻ ኣብ ዝኾንካ ኣብ ርሑቕ ዘለዉ ይኹኑ ኣብዚ ዘለዉ ይኹኑ ሓንትስ ሓንትስ ሓንትስ ደሓኖም ዝኾነ መንፈስ ደኣ ልኣኸሎም እምበር ዘይርታዕ ልቢ የለን በዚ በዚ በዚ ጎደና እዚ በዚ ጎደና እዚ ቃላት ኣውፅእ እምበር ቃላት ኣይተእቱ እብለካ ኣለኹ ቃላት ኣውፅእ ንምንታይ ተዳልካኒ ዝኣቱ ንዓኻ እዩ ንነብስኻ እዩ ንዓኻ እዩ ንነብስኻ እዩ ዝኣቱ ዝወፅእ ግን ንካልኦት እዩ ኣብዚ ምድሪ ከዓ ንካልኦት ክትረብሕ ኢኻ መፂኻ ዘለኻ ንካልኦት ክትበፅሕ ኢኻ መፂኻ ዘለኻ ንካልኦት እንተበፂሕኻ እዩ ኣገልግሎትካ ዝሰፍሕ ንካልኦት ተበፂሕኻ እዩ ኣምላኽ ብኣኻ ዝሕጎስ ኣሜን እቲ ኣሜን በሉ እምበኣር መንፈስ ማለት ልሚት ዘይብሉ የሱስ ክርስቶስ ብስጋ ተገሊጹ ኣብዚ ምድሪ መፅኡ ኣቤት ሕጂ ግን መንፈስ እዩ ሕጂ ግን እንታይ እዩ ኣቲ ኣሜን በሉ ስለዚ ሓደ ነገር ከረዳእኩም ትማሊ ነዚ ሓሳብ እዚ ሎሚ ማለት እዩ እናተዘራረብና ኩለና ምስ ምሕዋት ሓደ ነገር ኢልኒ ጎይታ ኢሉ የዕለኒ ነይሩ ብጣዕሚ ንልበይ ተንኪፍኒ ሽዑ ክብሪ ናምላኽ ይኹን ኣዳምሲ ኣብ ዘፍጥረት ቀዳማይ ምዕራፍ ክንሪኦ ከለና በቃ ንኣራዊት መሮር ኩሎም ንዓሳ ባሕሪ ኣቤት ግዛኣዮም ተባሂሉ ዶ ይገዛእውን ይገዝኦም ነይሩ ኣስማት ኣውፅእሎም ገዛኢ ነይሩ ክገዝኦም ከሎ ግን ገለ ፓወር ነይርዎ እዩ ሰቂሉ ክገዝኦ ኣይክእልን ኣብ ናይ ፀልማት ዓለም ኣቦ ዝመሃረኒ ሓደ ነገር ሎሚ ከረዳእኩም መንፈስ ጸልማት ኣብ ምድረ በዳ ክግለጽ እንተ ደልዩ ሰብ በይኑ እንተ ዝሓልፍ ኣሎ ኮይኑ እንስሳ ኮይኑ ይኮነን ዝራኸቡ ሰብ ኮይኑ እዩ ዝመጽእ ናይ ሰብ ቅርጺ ይሕዝ ኣለኹም ደብራት ኣለኹም ዲኹም ሳይ ኣለኹም ይራኸቦ ሰብ ከዓ ሰብ ርኤ ኢሉ ናብኡ ይቐርብ እቲ ዝደለየ ምስ ገበረስ ይስወር ኣለኹም ኢኹም ግን ሰብ ኣይኮነን እኮ እሱ እንታይ እዩ መንፈስ እዩ ኣታክ ይገብረካ ኣታ ገይርዎ ከይድ ነቲ ሰብ ኣብ ምድረ በዳ ከዓ እትኸሎ ናይ ምድረ በዳ ቅርፂ ሒዙ ይኸይድ ምሳይ ኣለኹም እዮም ኣብ ከተማ ከዓ እትኸሎ ናይ ከተማ ቅርፂ ይሕዝ የት ግን እሱ እቲ ቅርፂ ናይ ኣምላኽ ኣይኮ ሪሊ ቅርፂ ኣይኮነን መንፈስ እዩ ከምኡ ሰሪሑ እዩ ዝኣቱ ዘሎ ሳስማሽ እንተ ናይ ፀልማት ዓለም ይሰርሑ ኣለዉ ኮይኖም እስኻ ብዙሕ ነገር ክሰርሕ ኣቦ ግን ከምዚ ኢልኒ ኢሉ ናቱ ዘረባ ብጣዕሚ ደስ ካብ ዘበለኒ ኣዳም ዝነበሮ ዕዮ ኣዳም ዝነበሮ ኣብዚ ምድሪ ግዝኣት ቅድሚ ካብ ገነት ኤደን ምውፅኡ ገና ኣብ ቤት ኣምላኽ እቲ ጥበብትን እቲ ሓይልትን እቲ ምልምማድትን ኣይኣተወን ዘሎ ኢልኒ ሕጂ ረእይዎ ኣዳም እኮ ዘይተወደአ እዩ ኣዳም ቅድሚ ምውዳቑ ዝነበሮ ብኣምላኽ ዝተዋህቦ ፖተንሻል ኩሉ ነገር ኣብ ምድሪ ክገዝእ ይኽእል ነይሩ። ንዓሳ ንዓሳ ምድሪ እንተ ኢሉ ኣብ ባሕሪ ናይ ምእታው ስልጣን ኣለዎ። ኣራዊት እንተ ኢሉ ኣብ ምድረ በዳ ናይ ምኻድ ስልጣን ኣለዎ። ኣዕዋፍ እንተ ኢሉ ኣብ ኣየራት ናይ ምግላፅ ስልጣን ኣለዎ። ኣዝኒ ኢየሱስ ክርስቶስ ጎይታ እዩ። ኧረ አሜን በልኒ በጃ፣ ኧረ አሜን በልኒ። ስለዚህ መንፈስ ምዃን ማለት እዚ ነብሮ ዘለና ናብራ ማለት ኣይኮነን። ካልእ መንፈስ ካልእ ናብራ ኣሎ። ስለዚ ሓንቲ ነገር ኣብ ህይወትኩም ክትሕዙ ይደልየኩም ኣሎ። ኧረ አሜን በሉን በጃኹም፣ ኧረ አሜን በሉ። እንተ ኣብ ኢሳያስ ርኢናዮ ኣርብዓን ሸሞንተን ከምዚ ኢሉ ኣሎ ንዓይን ንመንፈሱን ልኢኹ ኣሎ ኢሉ ንዓይን ንመንፈሱን በበይኖም እዮም መንፈሱን እሱን በበይኖም እዮም ኣቤት ኣለኹም ብሩኻት ሕጂ ግን መንፈስን ነብስን እንታይ ኮይና እያ ሓንቲ እቲኣ ብክርስቶስ ኮይና እቲኣ ከዓ ብኣምላኽ እያ ነብሰይ ብክርስቶስ እያ መንፈሰይ ግን ብኣምላኽ እዩ ኣይሰማዕኹን ዘለኹ መንፈሰይ እንታይ እዩ ስለዚ ኣምላኽ ኣብ ኩሉ ዝርከብ ተራ ኮይኑ መንፈሰይ ድማ ስለዚ ተለማመደቶ እያ ነብሰይ እምበር እቲ ልምዲ እዩ ስለ ዘይበፅሓቶ እምበር መንፈስ ኣብ ኩሉ ኣትዩ እንታይ ክንገብር ይኽእል እዩ ከስልጥ ይኽእል እዩ ሰብ ኣብ ገዝኦም ኮን ለስ ሓደ ነገር ክነግረኩም ሰብ እንተ ክፅልየሉ ውዒልካስ ክዝክረካ ውዒለይ ዝብለካ ኣለኹም ዶ እስኻ ክትጽልየሉ ከለኻ መንፈሱ ኣባኻ መጽዩ ብዛዕብኡ ጽቡቅ ክትሓስብ ይገብረካ። ኣለኹም ጸሊእኻዮ ተነርካስ ክትናፍቆ ይገብረካ። ስለዚ እዩ ብቃል ዘይኮነስ ብምንታይ ንፋቐር ኢሉ ብመንፈስን ብሓቅን ሓቂ ማለት ክርስቶስ እዩ። ኣታሚን በለ ብቓል ጥራይ እንታይ ንግበር ኢሉ ኣይንፋቐር እንታይ ደኣ ብመንፈስን ብሓቅን እዚ ጎይታና የሱስ ክርስቶስ እቶም ዝሰግዱሉስ ብሓቅን ብመንፈስን ኣቦ ከምዚኦም ዝበሉ ሰገድቲ እዩ እምበኣር ብመንፈስ ዘይኮነ ጉዕዞ ብምሉእ ኣብ ቅድሚ ኣምላኽ ቅቡል ኣይኮነን ኣነ ይነገርኩም ኣለኹ ኣብዚ መፂኻላ ንኹላትና ማለያ ዘይብሉ ነገር ጌርካልና ኺድ ንስጋኻ ዝኸውን ጽቡቕ ነገር የጋጥመካ ኾኖ ኣብ ቅድሚ ኣምላኽ መንፈስ እዩ ቅቡል ናይ መንፈስ ቅዱስ ሓሳብ እዩ ቅቡል ናይ መንፈስ ቅዱስ ዕዮ እዩ ቅቡል ብመንፈስ ተገብረ እዩ ንኣምላኽ ባህ ዘብሎ ካብኡ ወፃኢ ካብኡ ወፃኢ ከገልግሎ ዝኽእል ነገር ስለ ዘየለ እዩ መንፈሱ ናብ ምድሪ እንታይ ገይሩ ልኢኹ ክብሪ ንኣምላኽ እዩ ባህ ዝበለለዲ ኢሎማ ኣንተ ባህ ዝበለለዲ ንሸይ ንሸይ ጠቕመኩም ክውስኸልኩም ኣብ ጸሎት ክንኣቱ ኢና እግዚኣብሔር ይባረኽ እስከ ኣሜን በሉ ኧረ ኣሜን በሉ ኧረ ኣሜን በሉ እስከ ኣሜን በሉ ኣምላኽ ብዙሕ ግዜ ተዛሪብና ኣሎ ኣምላኽ ቃላት ዘይብሉ ኣለኹም ዶ ኣበይ ወፅዩ ኣበይ ኣብ ልብና እንታይ ኮይኑ ፈሲሱ ዶ ይፈሰሰን ምስ ፈሰሰ ግን ኣምላክ ከምዚ ኢሉ እንደን ይብል እቲ ቃላት ሰሚዕና የድና ብእዝና ረ ስምዑኒ በጃኹም ኩልኹም ናይ ጠምት እቲ ቃል ሰሚዕና የዲና ኣምላኽ ሲ በቃ ከምዚ ኢሉ ተዛሪብኒ ትብል ኣብ ልብኻ እንታይ ኮይኑ ዘሎ ፈሲሱ እቲ መንፈስ እቲ ኣብልብኻ እንታይ ኮይኑ ፈሲሱ እስኻ ግን ከምዚ ኢልኒ ክትብል ከለኻ ብምንታይ ትገልጾ ኣለኻ ብቓላት ትገልጾ ኣለኻ ቃላት ጌርካ ኢኻ ትገልጾ ዘለኻ ቃላት ሰሚዕኻዮ ዲኻ ብእዝንኻ ኣይሰማዕኻየን ስለዚ ኣብ ልብኻ ክፈስስ ከሎ ግን ቃላት ኣለዎ እንዲ ብዘይ ቃላት ዝግለጽ መንፈስ ኣሎ ድዩ ቃላት ይስማዓካ ኣሎ ኣምላኽሲ ኣጆኺ ኢልኒ ተራኢልካስ ኣምላኽ ኣጆኺ ኢልኒ ቃላት ደይኮነን ኣብኡ ግን ናይ ኣምላኽ መንፈስ ምስ ፈሰሰስ ነዚ ቃላት እንታይ ገይሩ ኣቐሚጥዎ ዶ ኣይቐመጦን? እምበኣር ሕዝን ሕጂ ምስቲ ሰብ የለኻን፣ በበይንኻ ኢኻ ዘለኻ፣ ብመንፈስ ግን ኣብኡ ኬድካ ሙሉእ ዝኾነ ሓሳብ ከተቐምጠሉ እቲ ቃላት ናትካስ እሱ ኣብ ልቡ ይፈስስ እሞ ኣብ ልቡ እንታይ ይገብሮ ይሰምዖ። ከምዚ ገይረ ከረዳኩም እስኻ ኣብ ገዛኻ ኮንካ ኣብ ገዛኻ ኮንካ ንሓደ ሰብ እዚ ሰብ እዚ እኮ እዚ ዝገበረኒ ኩሉ ሕማቕ ነገር ትዛረብ ኣለኹም ንብረት ኩለን ኮፍ ኢለን ይሰምዐን እዩ እቲ ፊሊን ይሰምዐን እዩ ኣለኹም ንብረት እምበኣር መንፈስ ምዃን እንታይ ይጠቕሙ ተረኣልኩም ንዚ መንፈስ ምዃንካ ምስ ፈለጥካስ ኩሉ ብመንፈስ ከም ዝሰምዕ ትፈልጥ ስጋ ክንደይ ከም ዘፍቅረካ ሲ ቃላቱ ኣየድልየካን እዩ ክሳዕ ክንደይ ከም ተፍቅረካስ ቃላታ ኣየድልየካን እዩ ኦረዲ ኣብዚ መልእኽቲ እንታይ እንዳኾነ ኮኔክት እዩ ስለዚ ይከኣል እዩ እስከበሉኒ እሞ በረኸት ከመይ ጌርኩም ከም ትእክብዎ ክነገረኩም ሕጂ በረኸት ይእከብ እዩ ኣቤት ሰይጣን ንበረኸትካ ክሕዞ ኣይክእልን እዩ ኣምላኽ ከዓ ክባርኸካ ኣይክእልን እዩ ቀዲሙ በረኸትካ እንታይ ገይርዎ እዩ ከፊትዎ እዩ ኣለኹም ደብራ ሰይጣን ከዓ ንበረኸትካ ክሕዞ እንተ ደኣ ይሕዘ ኣሎ ኮይንኸ ደኣ እንታይ እያ እታ ጠንቂ? ኣምላኽ ዝኾነ ሓውኻ ወይ ዝኾነ ይኹን ዓለማዊ እውን ክኸውን ይኽእል እዩ ኣብ ዝኾነ ቦታ ደገ በረኸት ክኸፍት ከሎ ከራኸበካ ከሎ ኣለኹም ርዋት እስከ ኣሜን በሉ ብዛዕባ እቲ ሰብ ቁኑዕ መረዳእታ እንተ ደኣ ዘይብልካ ኮይኑ እቲ በረኸት እንታይ ይኸውን ጠጠው ይብል ንምንታይ እንተ ደኣ ኢልኩምኒ ኣምላኽ ዝለኣኾ በረኸት ብዘይ ኣንደርስታንዲን ናባኻ ክመፅእ ኣይክእልን እዩ ኣብዚ ንሕጂ ኣምላኽ ናባኻ ዝልእኾ በረኸት ለሰይ ኣብዚ ምድሪ ክመፅእ ከለኻ ንሕና ቅድሚ ምስራት ዓለም ኣታ ኣሜን በሉ ኣረ ኣሜን በሉ በቃ ንበረኸት ዝተመደብና ደቂ ኣምላኽ ኢና ክብርና ኣምላኽ ይኹን በረኸት እግዚኣብሔር ይህፍትም ኢሉ ሽጋር ከዓ ሕጂ ሕዝኒ በረኸት ናብ ባዕልና ከም ንዓጽዎ ባዕልና ክንብል ከለና ሰይጣን እዩ ዝዓጽዎ ሰይጣን ግን ባዕሉ ክዓጽዎ ኣይክእልኒ ኣባኻ ግን እንታይ የቐምጥ ሓሳባት የቐምጥ እዘን ሓሳባት እዚኣተን ደገ በረኸትካ ብሙሉእ እንታይ ገይረን ኣለዋ ዓፅየን ኣለዋ እንታይ እቲ ጠንቂ እንታይ እቲ ጠንቂ እስኻ ሓሳባት ስለ ትቕበል እንታይ ስለ ትቕበል? ሓሳባት ስለ ትቕበል። ብዛዕባ ሓውኻ ኔጌቲቭ ኣተሓሳስባ እናሃለዎ ከሎ እናፈለጥካ ነቲ ኔጌቲቭ ኣተሓሳስብኡ ገዲፍካ ፖዚቲቭ ከም ዝተሓስብ ክትገብሮ ትኽእል ኢኻ። ከምዚ ገይረ ከርድኣኩም፣ ካባኹም ዘበለስ ምስ ኩሉ ሰብ ብምንታይ ንበሩ? ካባኹም ዘበለ ማለት እስኻ ሰላም ስለ ትገብር ሰላም እገብር እሱ ማለት ኣይኮነን። እስኻ ኣብኡ ሰላም ኮንካ ተገለጽ። ፈጺሙ ካልእ ኮይኑ ክግለጽ ኣይክእልን። ስለዚ ሓደ ነገር ሓዝኒ እዚ ድሓን እንታይ ኮይኑ ቅድሚ ሕጂ ዘጋጠመኒ ከገልጋ ኣይትበሉ ሕጂ ካ ዝሰምዑ ዘለኻ ሕጂ ካ እግዚኣብሔር ኣብ ህይወትካ ሓድሽ ነገር ገብር ግድን እስኪ ኣሜን በሉ እንታይ ዝገብር ተላኣልኩምኒ ምስ ኩሉ ሰብ ብሰላም ምንባር ጀምር እንታይ ስለ ዝኾንካ መንነትካ ሰላም ስለ ዝኾነ ሽዑ ኩሉ ሰብ ኣብ ልቡ ብዛዕባኻ እንታይ ክስምዖ እዩ ሰላም ክስምዖ እዩ። እዚ ማለት ሞጎስ ኣባኻ እንታይ ይኸውን? ይቕመጥ። ሞጎስ እንተ ደኣ ተቐሚጡ ኸኣ ውህበታት እንታይ ይገብር? ይስዕብ። ካብ ሰብ ደኣ ተቐበሎ እቲ በረኸት እምበር እቲ በረኸት መንፈሳዊ ዓለም ወይ ድማ መንፈሳዊ ሕጊ ተቐቢሉ እዩ ዝመጽእ ዘሎ። ኩሉ ሰብ ንኣኻ በረኸት እዩ። ኩሉ ሰብ ንዓኻ እንታይ እዩ ጎይታ እንተቐቢልካዮ በረኸት እዩ ኣታ ኣሜን በሎ በረኸት እንተ ኮይንካዮ በረኸት እዩ በረኸትካ እንተ ኮይኑ ከዓ በረኸት እዩ ሰብ ዝበሃል ኩሉ እንታይ እዩ በረኸት እዩ ስለዚ መናፍስቲ ከመይ ገይሮም እዮም ዝሰርሑ ተላኢልኩምኒ ማይንድ ይቕይርዎ ኣብ ናይ ሰብ ኣእምሮ ይኣት እሞ እሶም እንታይ ይኾኑ ሓሳባት ይኾኑ እቲ ሓሳባት እቲ ሕጂ ኣብ ናይ ፀልማት ዓለም ወይ መርገም ይኸውን ወይ በረኸት ይኸውን በቲ ዝደለዮ መንገዲ ይግለጹ እስኻ ነቲ ዝደለኻዮ ኣብ ሓውኻ እሱ ምሕሳብ ጀምር ኣቤት ኣብ ሓውኻ እዩ ዝብል ዘለኹ የሱስ ጎይታ እዩ በቃ ሳራ ርኢ ይኮነን እግዚኣብሔር መንፈሱ ርኢ እዩ ንይስሃቅ ጸዊዕዎ ብመንፈስ እዩ መጺኡ ብመንፈስካ ኩሉ ነገር ከም ዝመጽእ ፍለጥ ማህፀና መይቱ እዩ ነይሩ መንፈስ ኣምላክ ግን እንታይ ኣይከውን እዩ ነቲ ዝሞተ ነገር እንታይ ይገብር እዩ እቲ ዝገርመኩም ነገር ኩሉ ተስፋ ዝቆረፅኩምሉ ብምሉእ ምክንያት በረከትኩም እዩ እሱ። ተስፋ ዘቑርጽ ዘበለ ኩነታት ብምሉእ እሱ ናብ ካልእ በረኽ ትኸእትወካ እዩ ናብ ካልእ ነገር ከእትወካ እዩ ንምንታይ ዘይሞተ በረኸት እዚ መንፈስ ኣምላኽ እዩ እዚ ዓለም ዝገዝእ ቅብኣት ኣባኻ እናሃለዉ ከሎ ብወላ ሓደ መንገዲ ደው ክትብል ኣይትኽእልን ኢኻ ስለዚ ሓደ ነገር ክነገርኩም መጀመርያ ኣብ ሰብ ዲፐንዲት ትኹን ኩሉ ግዜ ዝደጋግመልኩም ኣቤት ዝሓለፈ ክንመሃር ከለና ኣብ ውሽጥኻ ጠምት ኢለኩም ነይረ ኣብ ውሽጥኻ መን ስለ ዘሎ ኣምላኽ ስለ ዘሎ ወይ የሱስ ስለ ዘሎ ፓሩሽካ ድዩ ናማንቶ ውሕስነት ዘለካ ናብዚ እዩ ኣብዚ የሱስ ኣሎ ኣብዚ ኣምላኽ ኣሎ ኣብ ሓውኻ ግን ክህሉ ይኽእል እዩ ከይህሉ ከዓ ይኽእል እዩ ካልእ ነገር እውን ክፀናሓካ ይኽእል እዩ ኣቤት ራስ ካላቫዱና ማንቶ ክራቫሊ ክብሪ ንኣምላኽ ይኹን ስለዚ በረኸት ከመይ ገይሩ እዩ ኣብ ህይወትካ ዝበዝሕ ተደኣልኩምኒ ሓሳባትካ በረኸት ምስ ዝኸውን ሓሳባትካ ናትካ በረኸት ተደኣ ኮይኑ ክባረኽ እየ እንተደኣ ኢልካ ካብ ደገ ናብ ውሽጢ ከተእቱ ትደልዩ ኣለኻ ኣቤት ተባረኸ ኢኻ ትብል ዝባረካ እየ ዘበለ ኩሉ እዚኣ እርግፀኛ ኮይነ ይነግረኩም ኣለኹ እስከ ኣሜን በሉኒ እስከ ኣሜን በሉኒ ዝባረካ እየ ዘበለ ኩሉ ክልተ ዕጽፊ ናይቲ ዝባረካዮ ናባኻ ክመጽእ ብግዲ እዩ ዝባረካዮ ዘበለ ስለዚ ስቕ ኢልካ ሰልዲ ዝሃብካዮ መልክኹምን መንፈስ ኮንካ ኬድካ ብለስ ዝገበርካ ስለዚ በዚ ዓይነት መንገዲ እንተ ኣቲኹም ከምዚ ገይረ ክረዳእኩም ነብስኻ ሕጊ ኣምላኽ ይምልከታ እዩ ነብስኻ ሕጊ ኣምላኽ ይምልከታ እዩ መንፈስካ ከዓ ነብስኻ ክርድኦ ጥራይ ዘድልዮ ካልእ ሕጊ ይምልከቶን እዩ ክርድኦ ነብስኻ ክትርድኦ ግን ተድልዮ ነብስኻ እንተ ክትርድኦ ጀሚራ ንመንፈስካ ኣብ መንፈሳዊ ዓለም ብዙሕ ነገር ትገብር ትኽእል ኢኻ ስለዚ ዘይክፈት ደገ የለን እስከ ዘይክፈት ደገ የለን በሉ ሕጂ ሓደ ነገር ክነግረኩም ውሳኔታት ባዕልኻ ከም ትውስኖም ፍለጥ። ሰላም ባዕልኻ ኢኻ ትገብር፣ በረኸት ባዕልኻ ኢኻ ትገብር። ኣለኹም ዶ ብሩኻት? ኧረ ኣሜን በሉ። ዓበይቲ ነገራት ባዕልኻ ኢኻ ትገብር። እንታይ እቲ ምስጢር ተደኣልኩምኒ? እስኻ ኣብ እእምሮ ንጉስ ኢኻ። ኣይሰማዕኹን ዘለኻ እስኻ ኣብ እእምሮ ስለዚ ብሓደ ኣእምሮ እንተ ኮሪኻ ኣለኻ ኮንካ መንፈስ ምዃን ኣቋሪፅካ ኣለኻ ማለት እዩ። ብዝኾነ ኣእምሮ እንተ ኾሪኻ መንፈስ ምዃን ኣቋሪጽካ ኢኻ። መንፈስ ምዃን ዘቋረጽካሉ ከም ሰብ ምንባር ትጅምር። ኣቤት መንፈስ ኣብ ዝኾንካሉ ከዓኒ ንሰባት ብሰላም ከተንብሮም ትጅምር። ክብርን ኣምላኽ ይኹን።